ሰላም ጥዕና ሓበልና ፍትዋት ቤተሰብ ግእዝ ቲቪ ዕለታዊ ዜና ሒዝናልኩም ቀሪብና ኣለና ንቻናልና ሓደሽቲ ዝኾንኩም ሳብስክራይብ ንመደባትና ድማ ሼርን ላይክን ብምግባር ቤተሰብ ክትኮኑ ብኽብሪ ንዕድም ኣብ ናይ ሎም መደብና ብዛዕባ ሕዱሽ ግዙፍ ወተሃድራዊ ውዳበ ሰራዊት ትግራይ፣ ጻውዒት ዶክተር ደብረጽዮን ገብረሚካኤልን ዝተውሃቦ ግብረ መልስን፣ ትዕዝብትን መልእኽትን ኣንቶንዮ ጉተሬዝን ካልኦት ፍጻመታትን ናባኹም ክነብል ኢና። ሰናይ ምክትታል። ሓይሊ ምክልኻል ሰራዊት ትግራይ ወራር ፀላእቲ ንምምካት ዘኽእል ግዙፍ ወተሃደራዊ ውዳበ ምዝዛሙ ኣፍሊጡ። ሓይሊ ምክልኻል ሰራዊት ትግራይ ኣብ ልዕሊ እቲ ክልል ኣንጻላልዩ ዘሎ ደበና ኲናትን ናይ ጸላእ ወራርን ንምምካት ዘኽእል ዘመናውን ድልዱልን ወተሃደራዊ መሓውር ከም ዝዘርግሐ ኣፍሊጡ። እዚ ሓዱሽ ወተሃደራዊ ምትዕርራይ፣ እቲ ሰራዊት ካብ ተራ ተዋጋኢነት ናብ ዝተወደበ ብሄራዊ ሓይሊ ምክልኻል ብምስግጋር፣ ህልውና ህዝቢ ትግራይ ኣብ ጽኑዕ መሰረት ንምንባር ዝዓለመ ምዃኑ እዩ ተገሊጹ ዘሎ። በዚ መሰረት ድማ ማእኸላይ እዚ ትዲኤፍ ካብ ዝሓለፉ ሸውዓተ ኣዋርሕ ጀሚሩ ከካይዶ ዝፀንሐ መሓውር ሪፎርም ብምዝዛም ንመላእ ሰራዊቱ ኣብ ትሕቲ ሓደ ዱልዱል ማእኸላይ እዚ ከም ዝተኣኻኸብ ገይሩ ኣሎም። እዚ ውዳበ እዚ እቲ ሰራዊት ካብ ዝኾነ ይኹን ግንባር ንዝፍኖ መጥቃዕቲ ብሓደ ስጡም ኣመራርሓን ብዝበለፀ ሓድነት ንምምካት ዘኽእሎ ኮይኑ ብጀነራል ተወልደ ዕንበብ ዝምራሕ እዚ ኮማንድ ዓቕሚ ፀጥታ ብምዕባይ ናይ ባዕልኻ ዕድል ባዕልኻ ንምውሳን ብዘኽእል ኣገባብ ከም ዝተደራጀወ እዩ ዝግለፅ ዘሎ። በዚ መሰረት እቲ ሰራዊት ኣብ ኣርባዕተ ጥንኩራት ግንባራትን ስምሪት ክፍለ ጦራትን ተዋዲዱ ኣሎ። ንዶባት ትግራይ ከም ሓፁር ከቢቦም ዝርከቡ ገዘፍቲ ኣካላት ሰራዊት ኣብ ኣርባዕተ ዓበይቲ ግንባራት ተመቒሎም ኣብ ተጠንቀቕ ይርከቡ። ግንባር ሰሜን ብጀነራል ፍስሃ ኪዳኑ ወይም ማንጁስን ብብርጋዴር ጀነራል ማሾ በየነን ዝምራሕ ኮይኑ ከባብታት ዓዲግራት፣ ኢሮብ፣ ዓድዋ ኣኽሱምን ባድመን ብኣርሚ 11፣ ዓሰርተ፣ ዓሰርተ ሰለስተ፣ ዓሰርተ ሓሙሽተ ከምኡ'ውን ዓሰርተ ሸውዓተ ኣብ ትሕቲ ጽኑዕ ሓለዋ ይውዕሎም ከም ዘሎ ተሓቢሩ። ግንባር ደቡብ ብጀነራል ዮሃንስ ወልደጊዮርጊስ ጆን መዲድ ዝምራሕ ኮይኑ ንማይጨው፣ መኾኒ፣ ኮረምን ኣላማጣን ሒዙ ብኣርሚ ዕስራ ፍሉይ ስሙ ኣንበሳ ዕስራን ሓደን ዕስራን ሰለስተን ኣቢሉ ድሕንነት ደቡብ ትግራይ ንምውሓስ ሙሉእ ምድላው ከም ዝገበረ ተገሊጹ። ግንባር ምዕራብ ወይ ድማ ግንባር ህልውና ሜጀር ጀነራል ምግበይ ሃይለን ብብርጋዴር ጀነራል ገብረ መድህን ፍቓዱን ድንኩል ዝምራሕ ኮይኑ ንጸለምቲ ማይ ጸብሪ ወልቃይትን ዶብ ሱዳንን ብኣርሚ 31ን 70 33ን ከምኡውን 35ን ብልዑል ወነን ጅግንነትን ርስቱን ዓደቦኡን ሓራ ብምውጻእ ንጻነት ህዝቡ ከብስር ኣብ ጫፍ ይርከብ ተባሂሉ ማእኸላይን መካናይዝድን ሓይልን ድማ ሓለዋ ርእሰ ከተማ መቐለን ቁልፊ ቦታታትን ብኣርሚ ትሽዓተ ኮማንዶ ከምኡውን ብኣርሚ ቴስዓን ሓደን ሜካናይዝድ ብብቕዓት ክሕሉ ተወሲኑ ኣሎ። እዚ ሓዱሽ ሪፎርም ነቲ ሰራዊት ካብ ፖለቲካዊ ምስሕሓባት ብምርሓቕ ሙሉእ ቆላሕትኡ ኣብ ወተሃደራዊ ዕማም ጥራይ ንክገብር ይሕግዞ እዩ ተባሂሉ። ብጀነራል ሃይለስላሰ ግርማይ ወይ ወዲ እምበይተይ ዝምራሕ ክፍሊ ኦፕሬሽን፣ እቲ ሰራዊት ኣብ ዝኾነ ሰዓት ንዝወሃቦ ትእዛዝ ቅልጡፍ መልሲ ክህብ ኣብ ዝኽእል ቁመና ከም ዘሎ ተረጋጊጹ። እዚ ምደባ ሰራዊትን ምትኽኻእ ኣመራርሓን ንህዝቢ ትግራይ ደጊሙ ንጥቕዓት ከም ዘየቃልዕን ዝኾነ ይኹን ወራሪ ሓይሊ ንምምካት ዘኽእል እሙን ዓቕሚ ከም ዝተሃነጸ ዘበስር ወተሃደራዊ ዓወት ተገይሩ እዩ ተወሲዱ ዘሎ። ናብ ዝቕጽል ዜናና እንትንሓልፍ፣ ኣብ ቀረባ እዋን ብዝተኻየደ ዕልዋ መንግስቲ ወንበር ፕረዚደንት ትግራይ ዝተቖፃፀሩ ዶክተር ደብረፅዮን ገብረሚካኤል ኣብ ክልል ዓፋርን ኣብ ካልኦት ዝተፈላለዩ ቦታታትን ተዓቑቦም ንዘለዉ ዕጡቓት ትግራይ ናብ ዓድኹም ተመለሱ ዝበል ፃውዒት ኣሕሊፎም። ይኹን እምበር እዚ ፃውዒት እዚ ካብ ዝተፈላለዩ ወገናት ተቓውሞን ነቐፌታን ይገጥሞ ኣሎ። ዶክተር ደብረፅዮን ኣብ ዘመሓላለፎ መልእኽቲ እቶም ዕጡቓት ካብቲ ዘለዎም ምንቅስቓስ ወፂኦም ናብ ህዝቦም ንክምለሱ ፀዊዖም ኣለዉ። ስለዚ ሓሲቦም ናብ ዓዶም ክመፁ መፀዋዕታና ነቕርብ ብምባል ድማ መንግስቶም ነቶም ዝምለሱ ሰባት ኣድላዪ ሓገዝ ከምዝገብር ቃል ኣትዮም። እዚ ፃውዒት እዚ ድሕሪ ምስምዑ ዝተፈላለዩ ግዱሳት ተጋሩ ኣብ ዘስምዕዎ ዘለዉ ድምፂ እቲ ብዶክተር ደብረፅዮን ዝመሓላለፍ መልእኽቲ ፍትሓውነት ከም ዘይብሉ ይገልጹ። እቶም ወገናት ከም መከራኽር ዘቕርብዎም ነጥብታት ሕጋውነት ስልጣን ዶክተር ደብረጽዮን ሓደ እዩ። ዶክተር ደብረጽዮን ኣብዚ ቀረባ እዋን ብዕልዋ መንግስቲ ስልጣን ዝጨበጡ ብምዃኖም ነዚ ዓይነት ጻውዒት ንምቕራብ ሞራላዊ ኮነ ሕጋዊ መሰል የብሎምን ዝብል ነቐፌታ ይቐርቦም ኣሎ። ውሕስነት ሰላም እውን ካልእ ባዕሎም ኣብ ውሽጣዊ ፖለቲካዊ ቅልውላው እናሃለው ንኻልኦት ሰላምን ድጋፍን ክንህብ ኢና ምባሎም ቅቡል ኣይኮነን ክብሉ ይነቕፉ። ካብዚ ብተወሳኺ ፍትሓውነት እቲ መጸዋዕታ ንረብሓ'ቲ ስልጣን ዝሓዘ ጉጅለ ጥራይ ዝዓለመ እምበር ንውሕስነት እቶም ዕጡቓትን ንዘላቒ ፍትሕን ዝተሓሰበ ኣይኮነን ብምባል ቅሬታኦም ይገልጹ ኣለው። እዚ ሓድሽ ምዕባለ እቲ ኣብ ውሽጢ ትግራይ ዘሎ ፖለቲካዊ ምስሕሓብ ናብ ዝለዓለ ብርኪ ይድይብ ከምዘሎ ዘመላኽት እዩ። በቲ ሓደ ወገን ዶክተር ደብረጽዮን ቁጽጽሮም ንምርግጋጽን ንዝተበተኑ ዕጡቓት ንምእካብን፣ ይጽዕሩ ከም ዘለዉ ክግለጽ ከሎ፣ ብኻልእ ወገን ድማ እቲ ብዕልዋ መንግስቲ ስልጣን ሒዞም ዝብል ነቐፌታ ቅቡልነት እቲ ጻውዒት ይፈታተኖ እዩ ዘሎ። እቲ ካብ ደብረጽዮን ዝቐረበ ናይ ተመለሱ ጻውዒት፣ ኣብ ትግራይ ካብ ዘሎ ፖለቲካዊ ምርሕሓቕን ስልጣን ናይ ምርካብ ቃልስን ተነጺሉ ዝረኣ ከም ዘይኮነ ተዓዘብቲ ይሕብሩ። እቶም ሓይል ሰላም ትግራይ ብዝብል ዝፍለጡ ዕጡቓት ግና፣ ኣብ ከባብታት ፀለምትን ውሱን ክፋል ደቡብ ትግራይን ሓይሎም የተኣኻኽቡ ከም ዘለዉ ይፍለጥ። ብኻልእ ዜና ድማ ዋና ጸሓፊ ውድብ ሕራት መንግስታት ኣንቶኒ ጉተሬስ መበል 80 ዓመት ምስረታቱ ውድብ ምክንያት ብምግባር ኣብ ኢትዮጵያ ዝተዳለዉ ፍሉይ ስታምፕ ወይ ቴምብር መሪቖም ከፊቶም እዮም እቶም ዋና ጸሓፊ ኣብቲ ስነ ስርዓት ኣብ ዘስምዕዎ መደረ እቲ ሓዱሽ መዘከርታ ቴምብር መበል 80 ዓመት ውድ ሕብራት ሃገራት ንምኽባር ጥራይ ዘይኮነስ ኣብ መንጎ ኢትዮጵያን ውድ ሕብራት ሃገራት ወይ ውድ ሕብራት መንግስታትን ዘሎ ታሪካውን ጽኑዕን ሽርክና ዘመላኽት እዩ ኢሎም። ኢትዮጵያ ብኣቆጻጽራ ኣውሮፓውያን ኣብ 1945 ዓመተ ምህረት ቻርተር ውድ ሕራት መንግስታት ካብ ዝፈረማ ናይ መጀመርታ 51 ሃገራት ሓንቲ ምዃና ዝጠቐሱ እቶም ዋና ጸሓፊ መብዛሕትኡ ክፍለ ዓለም ኣፍሪቃ ኣብ ትሕቲ መግዛእቲ ኣብ ዝነበረትሉ እዋን ኢትዮጵያ ናጽነታ ሓልያ ዝጸንሐት ጥንታዊት ስልጣነ ምዃና ኣዘኻኺሮም እዮም። ኢትዮጵያ ካልኦት ሃገራት ኣፍሪቃ ነጻነተን ንኽረኽባን ኣባል እቲ ውድብ ንኽኾናን ዝተጻወተቶ ልዑል ተራ ዘለዎም ኣድናቖት ድማ ገሊጾም። ኣዲስ ኣበባ ብናይ ብርሃን ፍጥነት ትልወጥ ዘላ ከተማ ምዃና ዝጠቐሱ ጉተሬዝ፣ እታ ከተማ መቐመጢ ቤት ጽሕፈት ሕብረት ኣፍሪቃን ኣብ ዓለም ካብ ዘለዉ ዓበይቲ ናይ ውድብ ሕቡራት መንግስታት ስራሕ ቦታታት ሓንቲ ብምዃና ዘለዋ ቦታ ኣጉሊሆም። ብተወሳኺ ኢትዮጵያውያን ወታሃደራትን ሲቪል ሰራሕተኛታትን ኣብ መላእ ዓለም ኣብ ዝካየዱ ስራሕቲ ምኽባር ሰላም ንዘበርክትዎ ዘለዉ ዓብዪ ኣስተዋፅኦ ኣፍልጦ ሂቦም እዮም። ጉተሬዝ ኣስዒቦም ከምዝገለፅዎ ኣህጉራዊ ትካላት ኣፍሪቃ ኣብ ትሕቲ መግዛእቲ ኣብ ዝነበረትሉ እዋን ዝተመስረቱ ብምዃኖም ነዚ ታሪካዊ በደል ንምእራም ባይቶ ፀጥታ ውድብ ሕቡራት መንግስታት ብህፁፅ ክመሓየሽ ከምዘለዎን ንኣፍሪካ ቀዋሚ ውክልናን ቀዳምነት ክወሃቦን ከምዝግባእ ነተሓሳሲቦም። ኢትዮጵያ ኣብ ቁጠባዊ ልምዓት ግሉጽ ዕብየት ተርኢ ከምዘላ ብምጥቃስ፣ እዚ ድማ ኣፍሪካ ኣብ ኣህጉራዊ ትካላት ፋይናንስ ናይ ውሳነ ተራ ክህልዋ ከምዝግባእ መረጋገጺ ምዃኑ ገሊጾም። ኣብ መወዳእታ እቶም ዋና ጸሓፊ፣ ሰላም፣ ፍትሕን ብልጽግናን ንኹሉ ናይ ምርግጋጽ ሎሚ እውን ቀንዲ ቃል ኪዳን እቲ ትካል ከምዝኾነ ብምሕባር፣ ዝሐሸት ኣፍሪካን ዓለምን ንምፍጣር ኣብ ዝግበር ጉዕዞ ኢትዮጵያ ናይ ባዕላ ልዑል ተራ ክትጻወት ከምዘለዋ ኣገንዚቦም። ክብራት ሰማዕትና ንሎሚ ዘዳለናዮ ዕለታዊ መደብ ኣብዚ ንዛዝም ኣብ ዝቕጽል ብኻልእ መዳይ ክሳብ ንራኸብ ሰላም። ግእዝ ቲቪ ልሳን ህዝቢ።